ኣብ ናይ ሎምዓንቲ መደብና ከም ልሙድ ክልተ ኣርእስቲ ሒዘልኩም ክቐርብ እየ። እቲ ቀዳማይ ኣርእስቲ ኣብ ሃገረ ሽወደን ብፍላይ ኣብ ዝሓለፈ ሰለስተ ዓመታት ተቐይሩ ዝነበረ ሕጊ ካብ ክልተ ሽሕን ዓሰርተ ሸውዓተን ኣት ክልተ ሽሕን ዓሰርተ ሓሙሽተን ኣትሒዙ ድሮ ሓሙሽተ ዓመት ኮይኑ ዘሎ ሰለስተ ዓመት ሕጊ ግዝያዊ ወጺኡ ዳሕራይ ናብ ክልተ ዓመት ዝተናውሐ ንዕኡ ዝምልከት ሓድሽ ሕጊ ኣብ ዕስራ ጁን ናይዚ ሒዝናዮ ዘለና ዓመት ዕስራ ጁላይ እቲ ሕጊ ካብ ኣገልግሎት ወፃኢ ክኸውን እዩ። ንዕኡ ተኪኡ ዝወፅእ ዘሎ ሕጊ እንታይ ክኸውን እዩ፣ እንታይ ክመስል ኣለዎ ዝብል ንዕኡ ዝምልከት ዘካትዕ ነጥብታት ወፂኡ ኣሎ። ብዛዕብኡ ፋር፣ ፍሊክቲንግ ኣሲል ኮሚተርናስ ሪክስሮድ፣ ዝበሃል ኦርጋናይዜሽን፣ ትካል፣ ንስደተኛታት መሰል ዝጣበቕ ዘቕረቦ ሓሳብ ካብኡ እቲ ኣገደስቲ ነጥብታት ዝበሃል ፀሚቐ ከቕርበልኩም እየ። እቲ ቀንዲ ኣሰካፊ ኮይኑ ዘሎ ኣብዚ ጉዳይ እዚ እንታይ እዩ ብዝርዝር ክኣትወ። ካልኣይ ኣርእስትና ከኣ ኣብ ምስ ሚግሬሽን ዝወጸ ከይኮነ ብሃገረ ዴንማርክ ዝመጸ ዜና ሎማዓንቲ እዚ ዝምልከት ኮይኑ እሱ ከኣ ናይ ሃገረ ዴንማርክ ናይ ኢንተግሬሽን ሚኒስተር ዘሎ ማቲያስ ተስፋየ ማሞ ዝበሃል ሚኒስተር ኣሎ። እዚ ሚኒስተር እዚ ሎማዕንቲ ብዝሃቦ መግለጺ፣ ዴንማርክ ሓድሽ ሕጊ ከመይ ጌርካ መዓስከር ናይ ስደተኛታት ኣብ ካልእ ሃገራት ኣፍሪቃ፣ ሰለስተ ሃገራት ጠቒሶም ኣለዉ፣ እሱ ክገልጽ ኣይደለየን፣ ጋዜጠኛታት ግን ሰለስተ ሃገራት ሩዋንዳ፣ ኢትዮጵያ፣ ቱኒዝያ ኢሎም ገሊጾም ኣለዉ፣ ኣብኡ መዓስከር ክኸፍቱ'ሞ ናብ ዴንማርክ ዑቕባ ክሓትት ኢሉ ዝመጸ ሰብ ኩሉ ናብኡ ክወስድዎ፣ ንዕኡ ዝምልከት ከኣ ናይ ሎማዕንቲ ዜና ኢልዎ ደሎን ክግበር ተደልዩ ዘሎን ካቨር ይገብር እየ። ኣብ መጨረሻ ሕቶታት ዝመጸና ኣሎ፣ ነቲ ሕቶታት ከኣኒ መልሲ ክህብ ክፍትን እየ። ካብ ተሳተፍቲ ወይ ካብ ተኸታተልቲ ዝመጸ ሕቶታት ምዃኑ እዩ። ናብቲ ቀዳማይ ኣርእስትና ክንመጽእ ከሎና፣ ሽወደን ብዋሕዚ ስደተኛታት ኣብ ዘጥለቐለቐሉ ግዜ ኣብ ክልተ ሽሕን ዓሰርተ ሓሙሽተን ሚእትን ሱሳን ሓሙሽተን ሽሕ ስደተኛ ኣብ ሓደ ዓመት መጺኡ ሽወደን ነቲ ዝነበረ ኩነታት ንምቁጽጻር ብሃታ ሃታ ሓደ ጊዝያዊ ሕጊ ኣውጺኦም ነይሮም እቲ ጊዝያዊ ሕጊ ከኣ እንታዩ ንስደተኛታት ናብ ሽወደን ክመጽእ ዘተባብዕ ዘሎ ብጣዕሚ ሕድገታት ዝመልኦ ንስደተኛታት ምቹእ ዝኾነ ናይ ኣሳይለም ሕጊ ስለ ዘለና ሰባት ንሽወደን ይመርጽዎ ኣለዉ ስለዚ ኩለን ሃገራት ሕገን ኣትሪረንኦ ከለዋ ናትና ፈኺሱ ብምህላዉ እዚ ኩሉ ሽግር የጋጥም ኣሎ እሞ ነዚ ክንቅይሮ ኣለና ዝብል ሓሳብ መጽዩ ብግዝያዊ ሕጊ ዝብል ንሰለስተ ዓመት ክጸንሕ'ዩ ዝተባህለ ንኹሉ መንበሪ ፍቓዳት ቀዋሚ ዝወሃብ ዝነበረ ናብ ግዝያዊ ቀይሮም ዑቕባ ዝሓተተ ሰብ ኣክንዲ ቀዋሚ መንበሪ ፍቓድ ዝወስድ ወይ ናይ ሓደ ዓመት ወይ ናይ ሰለስተ ዓመት ዝወስደሉ ኩነታት ተፈጢሩ ነይሩ ምስኡ ከኣ ናይ ስድራቤት ምጥርናፍ መሰል ብእቶት ክንድዚ እቶት ክህልወካ ኣለዎ ብዝብል ነቲ ቁጽሪ ክጉድቡ ብምባል ትርር ዝበለ ሕጊ ኣተኣታትዮም ነይሮም። እዚ ሕጊ እዚ ኣብ ዘብቅዓሉ ግዜ ተመሊሱ ንክልተ ዓመት ክናዋሕ ኣብ ዝተገብረ ክትዓት ፓርላማ ንክልተ ዓመት ክናዋሕ ወሲኑ፣ ድሮ እቲ ዝተነዋሓሉ ግዜ ከኣ ሕጂ ኣብ ዕስራ ጁላይ ክልተ ሽሕን ዕስራን ሓደን ይውዳእ ኣሎ። ኣብዚ ዕስራ ዕስራን ሓደን ዝውዳእ ጁላይ ዝውዳእ ሕጊ ሓደ ቀዋሚ ናይ መግረሽን ሕጊ ክንገብር ኣለና ብምባል ነዊሕ ክትዕ ብምክያድ ብፍላይ ከኣ ከባቢ ሰብዓ ዝኾኑ ማሕበራት ረሚስ ረሚስ እንታይ ማለት እዩ ብዛዕባ እዚ ጉዳይ ወፂኡ ዘሎ ሓሳብ ርእይቶኦም ንክህቡ ዝሕተትሉ ማለት እዩ ከምኡ መልሲ ሂቦም ኣለዉ ኣብዚ ሕጊ ክቕየር እዩ ተባሂሉ ዘሎ እሞ ቀዋሚ ክኸውን እዩ ተባሂሉ ዘሎ ዳርጋ ካብቲ ግዝያዊ ሕጊ ብዙሕ ድፍለ ዘይኮነ እኳ ደኣ ነቲ ንግዝዩ ሕጊ ተባሂሉ መንበሪ ፍቓድ ካብ ቀዋሚ ናብ ግዝያዊ ክኸውን ተወሲኑ ዝነበረ ሕጂ ብቐፃልነት ግዝያዊ መንበሪ ፍቓድ ጥራሕ ክኸውን፣ ግዝያዊ መንበሪ ፍቓድ ዘይኮነ ቀዋሚ መንበሪ ፍቓድ ዝወስዱ ግን ካብ ካልእ ሃገራት ብ ናይ ሳልሳይ ውሑስ ሃገር ዝብል ናይ ሪሰትልመንት ዝመጹ ክቮትፍሊክቲንያር ዝበሃሉ ቅድሚ ሕጂ ብዝሃብኩዎ መግለጺ ሓቢረ ነይረ ሽወደን ንመጀመርያ ግዜ እቲ ቁጽሪ ኣዕብዮሞ ከባቢ ሓሙሽተ ሽሕ ከምጹ ወሲኖም ኣለዉ እዞም ብከምዚ ዝመጹ ቀዋሚ መንበሪ ፍቓድ ክወሃቦም እቶም ብዕቑባ መጽዮም ኣብዚ ዝሓቱ ግን ግዝያዊ መንበሪ ፍቓድ ናይ ሓደ ዓመት ወይ ናይ ሰለስተ ዓመት ጥራሕ ክወሃቦም ዝብል ከም ቀዋሚ ሕጊ ኮይኑ ንክኸይድ እቲ ሓሳብ ድሮ ንክፀድቕ ናብ ፓርላማ ቀሪቡ ኣሎ። ብዙሓት ማሕበራት ካብኦም ሓደ ፋር ዘለውዎ ነዚ ጉዳይ እዚ ተክቃወምዎ ከለው መቃወሚኦም ምኽንያት ከኣ እቲ ግዝያዊ መንበሪ ፍቓድ ዝወሃቦ ሰብ ኣብቲ ሃገር ልቡ መሊእሉ ኢንተግረይት ንክገብር ንክኣቱ ከምኡ እውን እቲ ናይ ስነኣእሙራዊ ጸቕጢ ተወሲኽዎ ስድራቤት ክጥርንፍ ተደይክኢሉ፣ እሱውን ሎሚዶ ጽባሕዶ ምለስ ዝኸውን ኢሉ ኣብ ጭንቂ ኣትዩ፣ ከምቲ ዝድለፍቲ ሃገር ንነዊሕ ዝኣመተ መደብ ከይገበረ ሓዲግ ተንጠልጢሉ ክነብር ዝዕድም ኢዩ። ስለዚ እዚ ቅኑዕ ኣይኮነን፣ ቀዋሚ መንበሪ ፍቓድ ክወሃብ ይግባእ ዝብል ርእይቶ ሂቦም ነይሮም። ካልኦት እውን ብዙሓት ዝሃብዎ ርእይቶታት ካብ ኣምነስቲ፣ ስቨንስካ ኪርካን ካብ ብዙሓት ኣካላት ዝተዋህበ ርእይቶታት ኣሎ። ኣብዚ እቶም ፖለቲካውያን ፓርትታት ዝተፈላለየ መርገፂ ወሲዶም ኣለው። እቶም ኣርባዕተ ፓርትታት ሕጂ ኣብዚ ሓፂር ግዜ ሞደራት፣ ክሪስትያን ዲሞክራተና፣ ሊበራለና፣ ኤስዲ ዘለውዎም እዚኣቶም እንታይ እዮም ዝብሉ ዘለው ነቲ ቀሪቡ ዘሎ ብዙሕ ሓሳባት ክቃወምዎ ምኻኖም እንታይ ማለት እዩ ሞር ዘትርር ምኻኑ ሓደ ብሎክ ተፈጢሩላ ሓድሽ ብሎክ እዚ ብሎክ እዚ ሞደራተርና ክሪስ ዲሞክራተርና ሊበራለርና ኦ ኤስዲ ዘለዎም ማለት እዮም እዚኣቶም ሞር ነቲ ናይ ሚግሬሽን ሕጊ ዝያዳ ክተርር ዝያዳ ጠለባት ክማልኣሉን ሰባት ብቐሊል ንሽወደን ከም ዘይመርጽዎ ዝገብር ኩነታት ክዝደልዩ ከለዉ፣ በቲ ሓደ ሸነኽ ከኣ ነቲ ዝነበረ ሕግታት ብፍላይ ከኣ ገለ ዘእተውዎ እንታይ እቲ ቅድሚ ሕጂ ሂማኒታርያን ግራውንድ ዝበሃል ተሪፉ ዝነበረ ንዕኡ ከምኡ ንዕኡ ዝመሳሰል ግን ከኣ ሕድገታት ዝገብር ነገር ክህሉ ኣለዎ ኩሉ እቲ ሕጊ እንድሕር ድኣ ብኸምዚ ሕጂ ዝበሃል ዘሎ ኮይኑ ን እቲ ሕጊ ክትግበር ዘይክእል ኩነታት ክፈጥረልና ይኽእል እዩ። ኣብ ከምኡ ኩነታት ግን ቁሩብ እዚ ቨንቲል ዝብልዎ ኣሎ መተንፈሲ ነገር ከኣ ክህሉ ኣለዎ ብምባል ነዚ ተኻቲዖምሉ ድሮ ክኣቱ ኣብቲ ሕጊ እውን ተገይሩ ኣሎ ግን ናብኡ ምስ ኣተወ ኣብ ክትዕ ምስ በጽሐ ድምጺ ክወሃቦ ከሎ እዞም ብሎክ እዚኦም ኖእ እንተኢሎም ኣርባዕተ ብሎክ ከኣ ኣርባዕተ ውድባት ከኣ ስለ ዝኾኑ ከስምዑ ይኽእሉ እዮም እቲ ሕጊ ዝያዳ እንዳተረረ ናይ ምኻድ ተኽእሎ ክህልዎ እዩ። ብተወሳኺ ኣብ ናይ ፋሚሊ ምጥርናፍ ዝምልከት ቅድሚ ሕጂ ዳርጋ ኩሎም ዑቕባ ዝወሰዱ ሰባት የምፁ ስድራ ገዛን ስራሕን ጥራሕ የማልኡ ዝባሃል ዝነበረ ሕጂ እቶም ዘምፁ ሰባት ከማን ብፉሉይ ኣገባብ ዝመፁ ክኾኑ ኣለዎም እቲ ናይ ገዛን ስራሕን ከዓ ክቕፅል ኣለዎ ይባሃል ስለዘሎ እዚ ከቢድ ሓደጋ ክፈጥር እዩ ኣዝየም ብዙሓት ኣሕዋት ብሰንኪ እዚ ጉዳይ እዚ ካብ ስድራቤቶም ተፋላልዮም ዘለዉ ኣለዉ ሕጂ ዕስራ ጁላይ ክልተ ሽሕን ዕስራን ሓደን ከኣ እቲ ሕጊ ቀዋሚ እንተ ኾይኑ እቲ ዕጫ ናይቲ ስድራቤት ቁሩብ ክብድ ክብል እዩ። ነዚ ዝኸውን ዘሎ ነገራት ዝምልከት ዝግበሩ ንጥፈታት፣ ዝግበሩ ኣኼባታት፣ ዝውሰኑ ውሳኔታት ብቐረባ ተኻታቲሎም ንሕና ተኻታቲልና ከነቕርብ ኢና። ነዚ እውን ተጠርኒፎም ብስድራቤት መልክዕ ናይ ኢትዮስ ኣብ ፋሚሊ ምጥንባር ዝብል ማሕበርን ካልኦትን ይቃለሱ ስለ ዘለዉ ብቐረባ ነዚ ክከታተሉዎን ተኸታቲሎም ነቶም ኣባላት ሓበሬታ ከብጽሑን ውን እግረ መንገድና እንዳሓበርና ንሕና ውን ብንኽእሎ ዓቕሚ ንኹሉ እቲ ዝመጽእ ዘሎ ሕግታት ብኸምዚ ከነቕርቦ ክንፍትን ኢና። ብጠቕላላ ካብ ዘለና ተመኩሮን ኣናብባ ናይቲ ዝኸይድ ዘሎ ምዕባለን ርኢና ግን ሜግሬሽን ሕጊ ካብቲ ዝነበሮ ዝያዳ እንዳተረረ ዝኸደሉ ዘሎ ኩነታትን እኳ ደኣ እቶም ትማሊ ነቲ መሰል ዝጣበቑ ዝነበሩ መብዛሕቶም ዋላ ኣብ ውሽጢ ሶሻል ዲሞክራትና ንመጀመርያ ግዜ ኣብ ናይ ሚግሬሽን ጉዳይ ዝተላዕለ ክትዕ ብተዓቅቦ ድምጺ ካብ ኣባለቶም ዝሓለፍሉ ተባሂሉ ኣብ ዝሓለፈ ቅንያት ዓቢ ናይ መዛረቢ ነጥቢ ኮይኑ ቀንዩ። ኣብ ዝሓለፈ ስሳን ሓሙሽተን ዓመት ካብ ውሽጢ እቲ ፓርቲ ነቲ እቲ ፓርቲ ዝኽተሎ ናይ ሚግሬሽን መንገዲ ዝተቓወሙ ይነበሩን። እዚ ከኣ መርኣያ ማዕረ ክንደይ እዚ ጉዳይ እዚ ፈታኒ ከም ዘሎ እዩ። እዚ ኣብ ውሽጢ ሓደ ፓርቲ ከምኡ እንተኾይኑ፣ ኣብቶም ካልኦት ፓርቲታት ዘሎ መርገጺ እውን ኣብ ግምት ኣእቲና ንሕና ከም ነበርቲ ብዛ ሃገር በዚ ጉዳይ እዚ ተጸለውቲ ንኸውን፣ ኣየናይ ውድብ ኣየናይ መርገጺ ኣለዎ፣ እንታይ ይገብር ኣሎ፣ እንታይ ይብል ኣሎ ብቐረባ ምክትታልን ንዕኡ እውን ቀሪብካ ነቲ ክቕየር ዝከኣል ነቲ ክቕየረልና ንደልዮ ነቶም ወከልትና ኣብ ከከባቢና ዘለዉ ከነስምዕን ሱታፌና ከነዕብን እግረ መንገድና እንዳጸዋዕና ሕጂ ግን እቲ ዝመጽእ ዘሎ ናይ ሚግሬሽን ሕግታት ቁሩብ ትርር እንዳበለ ይኸይድ ስለ ዘሎ ነዚ ብ ግምት ዘእተወ ነዚ መረዳእታ ኣብ ግምት ዘእተወ ፖለቲካዊ ምርጫ ክንገብርን ኣብቲ ዝመጽእ ዘሎ ምርጫ እንታይ ምርጫ እንተመረጽና እዩ ዝያዳ ዘርብሓና ክንሓስበሉን ኣካል ናይቲ ንነብሮ ዘለና ሰባት ክንከውንን እግረ መንገድና እንዳጸዋዕና ስጋዕ ሕጂ እቲ ቀሪቡ ዘሎ ገና ኣካታዒ ዘሎ፣ ዝተፈላለየ ርእይቶታት ዝወሃበሉ ዘሎ እንዳ ገደደ ይኸይድ ከም ዘሎን፣ እንታይ ደኣ እቲ ናይ ፋሚሊ ምጥርናፍ ኣብ ገሊኡ ቁሩብ ሕድገታት ክግበረሉ ኣለዎ ኢሎም ዝካትዑ ስለ ዘለዉ፣ ኣብ ገሊኡ ተሻላሺሉ ኣሎ ዝብል ነጥብታት እውን ዝቐረበ ኣሎ። ንዕኡ ግን ብጠቕላላ ኣብ ፋር ፑንትኤስኤ ኣብዚ ብዛዕብኡ ወጺኡ ዘሎ ጽሑፍ ከነርእየኩም ኢና፣ ፋር ፑንትኤስኤ ኢልኩም ኣቲኹም ብኻልእ ቋንቋታት ዘለዉን ትሕዝቶ ከተንቡቡ እግረ መንገድና እንዳዓደምና ናብቲ ካልኣይ ኣርእስቲ ከስግረኩም እየ። ኣብ ካልኣይ ኣርእስቲ ሒዘዮ ዘለኹ ሎማዓንቲ ኣብ ናይ ሽወደን ዜና ኣገዳሲ ኮይኑ ቀሪቡ ዝወዓለ ርእስቲ እዩ። እሱ ከኣ ጎረቤት ሃገርና ዴንማርክ ኣብ ዘለዎም ናይ ሚግሬሽን ሕጊ ካብቲ ናይ ሽወደን ኣዝዩ ትርር ዝበለ ምዃኑ ርዱእ እዩ። ብሕጊ ዴንማርክ፣ ካብ ዴንማርክ ሃገር ወጻኢ ሓደ ናይ ዑቕባ መሕተቲ ሰንተር ክትከፍት ሕጊ ስለ ዘይፈቅድ፣ ንዕኡ ከመይ ጌርካ ቀይርካ ብሕጊ ኣፍቂድካ ኣብ ካልእ ሃገራት ናይ ዑቕባ መሕተቲ ማእከል ዴንማርክ ንምኽፋት ምስ ዝተፈላለያ ሃገራት ዝርርብ ከም ዝጀመሩ ሚኒስተር ናይ ኢንተግሬሽን ናይ ዴንማርክ መበቆሉ ኢትዮጵያዊ ኮይኑ ኣዲኡ ዴንማርካዊት ዝኾነ ማቲያስ ተስፋየ ማሞ ይበሃል። እዚ ሚኒስተር ኣብ ሎማዓንቲ ብ ዝሃቦ ቃል ምስ ብዙሓት ሃገራት ኣፍሪቃ ተዛራሪብና ኣለና። ካብ ብዙ ዳርጋ ኣብ መፈጸምታ ንበጽሕ ኣለና። ነቲ ሕጊ'ቲ ንምቕያር ኣብ ሃገርና ኣብ ደገ ከምኡ ዓይነት ሰንተር ክትከፍት ብሕጊ ከተፍቅድ ንዕኡ ዝምልከት ኮሚቴ ካብ ሎማዓንቲ ጀሚሩ ስርሑ ክጅምር እዩ። ነዚ መፅናዕቲ ገይሮም ብሕጊ ንዕኡ ንክፍቀድ ኣብ መስርሕ ኣለና ክብል መግለፂ ሂቡ። ጋዜጠኛታት እውን ነቲ ጉዳይ ተኸታቲሎም ብዘቕረብዎ ሓበሬታ ካብተን ሰለስተ ሃገራት ሓንቲ ሩዋንዳ ምዃና ካልኣይቲ ኢትዮጵያ ምዃና ሳልሰይቲ ቱኒዝያ ምዃነን ገሊጾም ኣለው። እዚ ብሓሳብ ደረጃ ቀሪቡ ገና መጽናዕቲ ክግበሮ ተባሂሉ ቀሪቡ ዘሎ ምዃኑ ኣብ ግምት ብምእታው፣ ግዜ'ውን ክወስድ ምዃኑ፣ ከምዚ ዓይነት ነገር ከተተግብር ነዊሕ ግዜ ዝወስድ ምዃኑ እቶም ጋዜጠኛታት ጸብጺቦም ኣለው። ቅድሚ እዚ ኩነታት ዴንማርክ ብናይ ሚግሬሽን ሕጋ ትርር ዝበለ ምዃኑ እዩ ዝግለጽ ነይሩ። ብደረጃ ኤውሮጳ ንነዊሕ ግዜ ከሻቕልን ከዛርብን ዝጸንሐ ሓደ ናይ ሓባር ስራሕ ይሰራሕ ዝብል ነይሩ። እሱ ከኣ ሃርሞኒሴሪንግ ኦፍ ኣሲል ፕሮሰሰን ኢዩሮፕ ዝብል ነይሩ። እሱ እንታይ እዩ ኣብ ምሉእ ኤውሮጳስ ከመይ ጌርካ እቲ ናይ ዑቕባ መስርሕ መሕትት ሃርሞናይዝ ትገብሮ፣ ኣብ ሓደ ተምጾ፣ ብሓደ ኣገባብ ትገብሮ፣ ተሳንዮ ነናይ ሃገራቱ። ምኽንያቱ ገሊኤን ሃገራት ተሪር ማይግሬሽን ሕጊ ጌረን ገሊኤን ፍኹስ ዝበለ ስለ ዝገበራ ሰባት ንዕትየን ሓሊፎም ይመጹ ኣለዉ። ብናይ መግሬሽን ሕጊ ከኣ ብፍላይ ብናይ ዳብሊን ስምምዕ ከኣ ስደተኛ ሃገር ክመርጽ መሰል የብሉን እዩ ዝብል። ስለዚ ሃገራትና ፖሊሲኤን ንሕና እቶም ዝሓሸ ዘለና ናብቲ ናይተን ዝሓመቐ ዶ ንውሰዶ ወይስ እተን ዝሓመቐ ዘለወን ኣማሓይሸን ናይ ሓባር ኩላትና ብሓባር ሓላፍነት ንሸከም ዝብል ንነዊሕ ከካትዕ ዝጸንሐ ጉዳይ መዓልቦ ከይተረኽቦ ድሮ ሃገራት በብውልቀን ክስረፋን እተን ሕግታተን እውን መስቲ ዋሕዚ ናይ ስደተኛታት ናይ ክልተ ሽሕን ዓሰርተ ሓሙሽተን ተደሪኸን ክቕይረኦ ጸኒሐን ኣለዋ። ከም ኣካል ናይዚ ከኣ ዴንማርክ ካብቲ ዝነበረ ሕጋ ዝያዳ ተትርሮ ኣላ። እቲ ሓደ ፍልይ ዘብሎ እንታይ እዩ ባዕሉ ወጻእተኛ ኣቦ ዘለዎ ወላዲ ዘለዎ ናይ ሚኒስተር በጺሑ ነዚ ጉዳይ እዚ እሱ ሓላፍነት ወሲዱ ክሰርሓሉ ከሎ እሞ ከኣ ሓንቲ ካብተን ሃገራት ኢትዮጵያ ምዃና እዚ ቁሩብ ሕቶ ምልክት ከልዕል ይኽእል እዩ። ከም ተኻታቲልና ውን እንታይ ይኸውን ኣሎ ክንርኢ ኢና። ነዚ ዝምልከት ውን ብዴንማርክ ዘለዉ ብጾትና ዝህቡና እዋናዊ ሓበሬታ ኣኪብና ከነምጻልኩም ኢና። ንሎሚ እቶም ክልተ ኣርእስቲ እዚኦም እዮም ነይሮም ኣብ ሕቶን መልስን ክኣቱ እየ። ኣብ ዝሓለፈ ሰሙን ኣብ ዝመጸና ሕቶታት ካብ ተዓዘብቲ ኣብቲ ናይ ዜና መጽሔት ዘቕረብዎ ርእይቶታት ሓደ ብዛዕባ ፎልክሳም እንታይ እዩ ዝብል ሕቶ ተሓቲትና ነርና። ፎልክሳም ከኣ ምትእስሳሩ ምስ ናይ ፋኬት ትካል ዝብል ሕቶ መጺእና ነይሩ። ክጅመር ከሎ ፎልክሳም ሓደ ናይ ኢንሹራንስ ትካል ኮይኑ እሱ ኸዓ ዝተፈላለየ ዓይነት ኢንሹራንስታት ኣለዎ። ናይ ገዛ፣ ናይ ኣብ ማኪና፣ ኣብ ኣብ ዝተፈላለየ ዓውድታት ዋላ መራኽብ፣ ጀላቡ ከይተረፈ በብናቱ ኢንሹራንስ ትኣትወሉ ትካል እዩ። ከምቶም ካልኦት ኢንሹራንስ ትካላት። እዞም ኢንሹራንስ ትካላት ከኣ ምስ ገለ ገለ ካልኦት ትካላት ናይ ናይ ሓባር ምስራሕ ምትሕብባር ይህልዎም። ከም ፎልክሳም እንድሕር ደኣ ኣነ ናተይ ኢንሹራንስ ሕጂ ናይ ገዛ ድዩ ናይ ማኪናይ ፎልክሳም እዩ። ፎልክሳም ኣባል እንተኾይነ ንኻልኦት ምስኣን ዝሰርሑ ማሕበራት ወይ ከኣ ትካላት ናይ ስራሕ ስምምዕ ገይሮም ንኣባላትና ክንዲ ዘሕስሩሎም ወይ ከም ዝግበሩሎም ይብሉ። ንኣብነት ናይ ጠበቓ ማሕበራት ኣለዉ። ናይ ገዛ ኢንሹራንስ ተለኒ ኣነ ጉዳይ ናይ ፋሚሊ እንተለኒ ቤት ፍርዲ ክትዕ ናይቲ ዝኽፈል ሰማንያ ሚእታዊት እቲ ኢንሹራንስ ከፊልዎ ቅድሚ ሕጂ። ናይ ዝኾነ ሰብ ከኣ ከምኡ የመልክት ኢንሹራንስ ይኸፍለሉ እዚ እንታይ ማለት እዩ ኦረዲ እቲ ኢንሹራንስ ስምምዕ ይህልዎ መስቲ ትካላት እቶም ጠበቓታት ምስ ከድካዮም እንታይ ኢንሹራንስ ዘለካ ምስ በሉ ናይ ከምዚ ምስ በልካዮም ንዕኦም ሓትዎም እዚ ካቨር ይግበር ድዩ በቲ ዘለዎ ስምምዕ የብሉን ይበሃል እወ ይብሉ ሓገዝ ዝህቡ ከምኡ ዓይነት ስምምዓት ምስ ዝተፈላለየ ምስ ፋኬት፣ ጥዕናዮ ካሳ ትካላት፣ ካልኦት ትካላት እውን ክግበር ይከኣል እዩ። ስለዚ ተሓታታይና ዘቕረቦ ሕቶ ፎልክሳም እንታይ እዩ ዝብል ናይ ኢንሹራንስ ትካል እዩ። እቲ ኢንሹራንስ ትካል ከኣ ምስ ብዙሓት ማሕበራት ናይ ስራሕ ምትሕብባር ክህልዎ ይኽእል እዩ። ብፍላይ እቲ እስኻ ዝሓተትካና ትካል ምስኡ እንታይ ምትእስሳር ኣለዎ ግን ዝያዳ ኣቲና ርኢና ኣብቲ ዝሓተትካሉ መልሲ ክንበካ ክንፍትን ኢና። ግን እቲ መባእታዊ መልሲ እዚ ይኸውን። እቲ ካልኣይ ሕቶ እቲ ሓተትናዮ ብዛዕባ ቅድሚ ሕጂ እውን ናይ ሚግሬሽን ጉዳይ መሊስካዮ ኔርካ ኢኻ ኢሉ እዩ ጀሚሩ እቲ ሕቶ። እንተኾነ ግን እዚ በቐዳማይ ዝበልካዮ ናይ ፓስፖርት ተሪፉ ድዩ ኣይተረፈንሲ ዝያዳ መብርሂ ዝብል ሕቶ ኔሩ። ሓደ እንታይ እዩ ተባሂሉ ፓስፖርት ክተርፍ ኣይክእልን እዩ ስጋዕ ዝተካእለ ግዜ ፓስፖርት ትምፅ እዮም ዝብሉ ምክንያቱ መን ኢካ እስካ ኣይደንቲቲ ናትካ መርኣዪ ኪኖ ፓስፖርት ማለት ሲ ካብ ሃገርካ ወፃኢ ትጥቀመሉ ናይ መንነት መረጋገፂ እዩ ታሴራ ናሽናል ኣይዲ ካርድ እዩ ዝበሃል ናሽናል ኣይዲ ካርድ ከ ናሽናል እዩ ዊዝን ተሃገር እዩ ዘገልግለካ ኣማራፂ ተደየለ ግን ፓስፖርት ተደይብልካ ታሴራ ይከዱ ካብኡ ናብኡ ናይ ኤርትራ ታሴራ ቅድሚ ሕጂ ብዙሕ ግዜ ዘርዚርናዮ ኢና፣ ታሴራ ናይ ኤርትራ ቅቡል ኣይኮነን ኢሎም ሚግሬሽን ጠቂዖም ኣለው። ምኽንያቱ እቲ ከማልኦ ዝግባእ ናይ ሴኩሪቲ ኳሊቲ ስለ ዘይብሉ ኣይቅቡልን እዩ ዝብል ተጠቂዑ ኣሎ ሚግሬሽን ዝፈርከት እሱ ከኣ ከነርእየኩም ኢና ኣብዚ። ስለዚ እቲ ፓስፖርት ተሪፉ ድዩ ዝብል ኣይተረፈን እንታይ ደኣ፣ ኣረኣእያ ክገብሩ ኣብቲ ናይ ፋሚሊ ምጥርናፍ ኣሻላሻል ናይ ሕጊ ዝበሃል ኣሎ በቪስ ሌትናድ እዚ እንታይ እዩ ሓደ ስድራ ቤት ኣብ ሃገር ከሎ ኦረዲ ስታብሊሽድ ዝኾነ ተመስሪቱ ዝነበረ ሓዳር ተነይርዎ ቆልዓ ሰበይቲ ተነይርካ ኣብ ሓዳር ብሓባር ትነብር ተነይርካ ኣብዚ ምስ መጻኻ ዲኤንኤ ቴስት ይግበረልካ ዲኤንኤ ቴስት ተጌሩ ኣሻላሻል ተጌሩ ንክመፁ ብናይዛ ሃገር ፓስፖርት መምፅኢ ይስደደሎም ይመፁ ገለ ገሊኦም ከዓ ካብዚ ከይዶም ተመሪዖም ሓድሽ ውላድ ወሊዶም ይመፁ እሞ ሓድሽ ዝመስረትካያ ስለዝኾነ ኣይፍቀድን እዩ ይብልዎም ነይሮም ከምዚ ዓይነት መስርሕ እንዳተሓልፈ ከሎ እዚ ዝሓለፈ እዋናት ዘወፀ መብርሂ መፂኡ እሱ ከዓ እንታይ ዝብል ኣብቲ ኣተሓሕዛና ቁሩብ ጥንቅቕ በሉ ምክንያቱ ንሕና ኢሎም ሚግሬሽን ንዝኾነ ይኹን ኤርትራዊ ካብ ኢትዮጵያ ወጺኻ ናብ ሱዳን ድዩ ናብ ካልእ ኬድካ ሰጊርካ ኣምጻልና ዝብል ዓዲምና ኣይንፈልጥን ክንብል ከኣ ኣይንኽእልን ኢና። እዚ ናብ ዘይሕጋዊ ነገር እተው ኢልና ኣይንዕድምን ኢና። እንታይ ደኣ ሰባት ፓስፖርት ከምጹ ተደይክኢሎም ነቲ ጉድነታት ብጥልቀት ርኢኹም ዘይከውን እንተኾይኑ ኣይተገድድዎም ዝዓይነቱ መግለጺ መሰውጹ ኣሻላሻሊ እዚ ብተዛማዲ ነቲ ዝነበረ ጉዳይ ተረዲኦሞ ኣለዉ እዩ። ኣብ ከምዚ መስርሕ ኮሎ ናብ ቤት ፍርዲ ዝበጸሐ ጉዳይ እንተሎ ነቶም ቤት ፍርዲ ሜግረሽን ባዕሎም ከምዚ ይብሉ ኣለዉ ኣብኡ ከኣ እዚ እቲ ኩነታት ሊፎዝ ዝበሃል ኣሎ ላንድ ኢንፎርሜሽን ካንትሪ ኦፍ ኦሪጂን ኢንፎርሜሽን ናይ መበቆል ሃገርካ ሓበሬታ ማለት እዩ ኣብ ሚግሬሽን ስቨርከት ዌብሳይት ኣሎ ካብኡ ጠቒስካ ኣምፂኻ ነቶም ቤት ፍርዲ በፂሑ ዘሎ እዚ ጉዳየይ በቲ ዝነበረ ናይ ቅድሚ ሕጂ ገባብ ከይትርእይዎ ሕጂ ባዕሎም ሚግሬሽን ከምዚ ኢሎም ኣለው በዚ ሕጂ ዘሎ ዝብልዎ ደለው ረኣያ እንተኾይኑ ከዓ ሕድገት ክገብሩለይ ይኽእሉ ነይሮም እዮም። ስለዚ ጉዳየይ ንሜግሬሽን ተመሊሱ ከም ብሓድሽ ክረኣይ ኢልካ ክትጽሕፈሎም ኣለካ። መን እዩ ዝጽሕፈልካ እዚ? ባዕልኻ ኢኻ ትጽሕፍ። ምኽንያቱ ኣብ ናይ ፋሚሊ ምጥርናፍ ብዙሕ ግዜ ጠበቓ ስለ ዘየለ ካብ ሜግሬሽን ሓሊፉ ናብኡ እንተኸይዱ ጽሒፍካ ወላ ብትግርኛ ጽሒፍካ ክትሰድድ ትኽእል ኢኻ ባዕሎም እተርጉምዎ እዮም። ተጻሒፉ ሚግሬሽንስ ፈርከት ድሕሪ'ቲ ናተይ ውሳኔ ምውሳኑ ከምዚ ዝብል ሓድሽ ሓበሬታ ኣውጺኦም ኣለዉ፣ እዚ ሓበሬታ'ዚ ኣብቲ ናተይ ተተግቢሩ ነይሩ እንተዝኸውን ለውጢ መምጸ፣ ስለዚ ሕጂ ውን ነዚ ሓበሬታ'ዚ ብ ግምት ዘእተወ ውሳኔ ክወሃበኒ ምእንቲ ናብዚ ምርሑለይ ኢልካ ደብዳበ ክስደድ ኣለዎ፣ መን ይድሰዶ ዝብል ሕቶ'ዩ ተሓቲትና፣ ባዕሉ እቲ ሰብ በዓል ጉዳይ ይድሰዶ። ሃንድሌጋረ ሓንሳብ ናይ ኢሚግሬሽን ሃንድሌጋረ ፋይል ናብ ቤት ፍርዲ ተብጺሕዎ ካብኡ ዋላ ሓንቲ ጽልዋ የብሉን እቲ ሃንድሌጋረ ናይ ኢሚግሬሽን እቲ ጉዳይ በቶም ኣብ ቤት ፍርዲ ዝሰርሑ ሰባት ናይ ሕጊ ክኢላታት ቦኦም እዩ ዝረኣይ ስለዚ ኢሚግሬሽን ዶምስቱል ቤት ፍርዲ ከም ብሓድሽ ራእይ ወይሉ ክመልስ ተኾይኑ እቲ ተቕርቦ መርትዖ እዩ እቲ መርትዖ ከኣኒ ስጋዕ እዚ ዕለት እዚ መጨረሻ ኣቕርበልና ቅድሚ ምውሳንና ኢሎም ዕለት ትሰዱልካ እዮም ስጋዕ ሽዑ ክትሰደሎም ትኽእል ኢኻ ንዕኡ ሪኦም ከኣ ነቲ ጉዳይ ምናልባት ዝምለስ ተኾይኑ ይመልሱልካ፣ ዘውድእዎ እንተኾይኖም ባዕሎም ከኣ ይውድኡልካ። ስለዚ ካብዚ ንዚ ሎሚ ዝመጸና ክልተ ሕቶታት ክልተ መሊስና ኣለና። ተስፋ እገብር ነቶም ዝሓተቱ እኹል መልሲ ክኸውን እዚ እንተዘየለ ግን ኣብ ቀጻሊ እውን ከምኡ ነቲ ሕቶታት እንዳተቐበልና ኣኻሊ ዝበልናዮ መረዳእታ ከነቕርብ ኢና። ንሎሚ